ሰላም ሰላም ሰላም ሰላም ሰላም ክቡራትን ፍትዋትን ተኸታተልቲ ናይ ማዕዲ ዩቱብ ቻናል ከመይ ኣለኹም? ባይ ወገን እግዚኣብሔር ይመስገን ፅቡቅ ኣለኹ። ሰላም እግዚኣብሔር ኣምላኽ ምስ ኩላትና ይኹን። ሎሚ ካብ ሓድሽ ትሕዝቶ ተራኺብና ኣለና። ከመይ እኒኢኹም? ቅድሚያ ዝመፃኹም ግን ዌልካም ዌልካም ዌልካም ሓደሽትን ዝመፃኹም ማለት እዩ። ከም ነባር ፀናሕኩም ነዚ ቪድዮ ሸር እንዳገበርኩም ኣካፍለ ይኹም። ከምቲ ርእስቲ ዝረኹምዎ ብዛዕባ ፆም ኣርባዓ ኢና ከነዕልል ማለት እዩ። ከመይ ኣሎ ምዝግጃው ፆም ኣርባዓ ብወገንኩም ከመይ ኣሎ ማለት እዩ ብወገነይ ሓቢርና ኢና ክንዘጋጀ ማለት እዩ ሓቢርና ቢያንስ ሸውዓተ መዓልቲ ቀሪቡ እኒኦ ሰሙን ቀሪቡ እኒኦ ኣብ ሰሙን ከዓ እንታይ ዓይነት ዝግጅት ኢና ንገብር ናይ ኣእምሮ ዝግጅት ክኾን ይኽእል ናይ ኣካልናም ዝግጅት ክኾን ይኽእል ለምሳሌ ብእምሮና እንድሕር ተዘጋጅና ሲ ካሊእ ካሊእ ልል ከዓ ብኣካላዊ ዝኾነ ከዓ ስራሕትና ኣብ ምቕናስ ይኹን ፅቡቕ ማለት ለምሳሌ ሲ ሮሞዳን ምስ ዝቐርብሎም ነታትና ስራሕ ከዓ ሙስ ማች ላገርና ለምሳሌ ኣብ ፆም ሰዓት ከየጥቅዐና ንኣና ከዓ ክነፅርም ልግበእና ከዓ ላፅረና እንድሕር ቀኒና ኮይና ለኣና ቀሊል ነገር ይልኾነልና ማለት እዩ መቸስ ኣብ ጾም ሰዓት እንትን ኮይኑ ክሕይለና ስለ ዝኽእል ማለት እዩ ስለዚ ናጓዳደልና ንጽናሕ ፈርሻ ልሕጸብ እንተሊና ንሓጸብና ሕዚ ማለት እዩ ንርእስና ሓሊና በቃ መቸስ መዳምና ከም ትርዳእ ጌርና እንድሕር ረዲእና ኮይና ንዓና ቀሊል እዩ እና ጾም ኣርባዕ ዝግጅት ከመይ ኣሎ ሓቢርና ክንዘጋጀ ኢና ማለት እዩ ሓቢርና ከዓ እግዚኣብሔር ብረድእና መጠን ሓደ ክልተ ተተረኺብኩም ንዓኻትኩም ተስፋ ክኾነኩም እየ ወይ ንዓኻትኩም ከዓሲ ከም መምህር ክጠቕመኩም እየ ኢለ ስለ ዝሓሰብኩም ግን ኩልናስ ጠፊእና ማለት ኣይኮነን እዩ ማለት እዩ እና ፆም ኣርብዓ ምስ ዝግጃይ ኩሉ ነገር እንድሕሪ ዝግጅት ጌርካ ኣሎ ኮይንካ ናይ ኣእምሮ ዝግጅት እንድሕሪ ኣልዎ ኮይኑ ፅቡቕና ዝሰመረ ኮይኑ ይስምዐኒ ከም ኣነ ማለት እዩ እና ፆም ኣርብዓ ፆም ብመሰረቱ እንታይ እዩ ተይልና ምኽልኻል እዩ ወደ ካብ ምንታይ ኢና ንኽልኻል

ኻሊእ ኻሊእ ንፅሕፍ ኣብ ልቦናና ዘሎ እዩ እና ካብዚኦም ምቑጣብ ሶሻል ሚዲያ ከዓ ዋላ እኳ ብእግርና እተለይ ከድናዮ ብእግረ ሕልናና ንኸደ ኣለና ኢና ለመናገር ብእግርና ሕልናና ስለ ንኸዶ ካብኡ ምቑጣብ ማለት እዩ ሶሻል ሚዲያ በተለይ ዳና እምሮና ኢልፀምደና ኣሎ ማለት እዩ ቢያንስ ቢያንስ ኣብ ፆመ ርባዕሲ ሓንቲ ነገር ሓዙ ማለት እዚኣ ከይትርስዕዋ ኢኹም ትጠቕመኩም ያለ ኩለና ማለት እዩ ኣብ ዝኾነ ፆመ ርባዕ ይኹን ኻሊእ ፆም ይኹን ኣፍታ ጾም እዚኣ ስታይ እየ ከፍሪ ለለኒ ልል ሓንቲ ሓንቲ ንሓዛ ማለት እዩ ዓባይ ትምህርቲ ተማሃርኩላ ነገር እያ እና ኣብ ጾም ዝኾነ ጾም ሲ እንታይ ዓይነት ፍረ እየ ከፍሪ ሓንቲ ፍረ ስቲ ከፍሪ ልብል ክንሕዝ ኣለና ማለት ለምሳሌ ሓንቲ ደካማ ጎኒ ትልየና ትኽእል ማለት እዩ ደካማ ጎኒ ክብለኩም ምሕራይ ለኣብያትና ማለት እዩ። ለምሳሌ ናይ ጎኦና ናይ ጾር ናይ ዘሙት ጾር ክህልየና ይኽእል። ጎኦና ከዓ ናይ ትሕትና መንፈስ ለይብልና ማለትም ደካማ ጎኒ ዝኾነ ናይ ትዕቢት መንፈስ ለለና ክኾን ይኽእል። ጎኦና ከዓ ተለይልና ሕርር ሕርር ንድድ ንድድ ንብለና በተለይ ዓዲ ዓረብ ዘለና ብቆልዑ ተባሳጭና ስለለለና ተለይ ንድድ ንድድ ይብለና ብኸመይ ጌርና ንዕገስ ልብል በቃ ልጓም እዩ ጾምሲ ልጓም እዩ ጾምሲ ናይ ስጋና ናይ ነፍሲ ቁስሊ ልፍውሰልና እዩ ማለት እዩ ጾም ሓቀኛ ፍልጠት ክንረክብ ልገብረና እዩ ለምሳሌ ሲ ሓቀኛ ፍልጠት ንምንታይ መስለኩም ርእስና ንፍትሽ ኢና ማለት እዩ ሓደ ሰብ ክጠም ከለሲ ብዙሕ ኣይዛረብ እዩ ማለት እዩ። ክጠሚ ከለሲ እንታይ እዩ እሞ ሓይሊ ከዓስ ይስእን እዩ ማለት እዩ። ኢነርጂስ ይስእን እዩ ንክዛረብ ማለት እዩ። ሓደ ድሓርታይ ኣብዚ ይመሃር ኣሎ ማለት እዩ። ኣርምሞ እዩ ልገብር፣ ስቕታ እዩ ልገብር ማለት እዩ። ስቕታ ገይሩ ማለት ድሞ ርእሱ ይፍትሽ እዩ ማለት ኢና ምንታይ ልኸድ ኣሎ ታኸይ ልገብር ኣሎ ጎደለታቱ ንኽፍትሽ ይገብሮ እዩ ድሕር ጎደለታት ፈትሽ ኮይኑ ደሞ ናብ እግዚኣብሔር የውፅሖ እዩ ማለት እዩ እስኪ ፅግብ እንድሕር ኢልካ ኮንካ ሲ ፈጣሪኻ ብኸመይ ኢና ክትዝክሮ ትኽእል መንመይ ትዝክሮን ኢኻ መቼስ ፅጋብ እንድሕር ፀጊብካ ኮንካ ላብ ዕንደራ ኢኻ ትኸድ ማለት እዩ ፅጋብ እንድሕር ፀግብ ኮንካ ርእስኻ ልምፍታሽ ኳስ እንትን የብልካ ኩሉ ግዜ ልክዕ ከም እትኸድ ኩሉ ግዜ ልክዕ ከም እትሰርሕ እዩ ክረኣየካ ልኽእል ጎደለኻስ ኣይረኣየካን እዩ ማለት እዩ እና እዚ ፆም ማለት እዩ ናይ ቀደም ዝነበረ መንነትና እንምልሰሉ እዩ ማለት እዩ ናይ ቀደም መንነትና እንታይ ማለት እዩ ኣቦና ኣዳም ናብዚ ምድሪ እዚ ቅድሚ ምምፅኡ መንነት ዝነበሮ ሓዱሽ ማንነት ዝነበሮ ፅቡቕ ምስ እግዚኣብሔር ዝነበሮ ርክብ ሓጢኣት ዘይብሉ ዓለም ዝነበሮ ርክብ እሳ ኢና ነስተማቕር ማለት እዩ እዚኣ እኳ ኣልተኽኣለትና ዓቕሚ እኳ ሲ ብዚኣ ኢና ነስተማቕር እሞ ልፆም ሸለልተን ይብል ማለት እዩ ጾም ሲ ቀቦና ቅዱስ ማር ይስሐቅ መሰለኝ እንተለይ ተጋጊ ጾምና ጸሎት ሲ ከም ክልተ ከም ሓንቲ ዒፍ ማለት እዩ ክልተ መንከፍከፍ ወይ ከዓ ክንፍለ ኣለዋ እዩ ይብላ ማለት እዩ እና እቲ ልምንታይ እዩ ሓንቲ ዒፍሲ ክንፍለዩላ ክትበርር ኣይትኽእል እዩ ሓቀዶ ጾምና ጾም ብቻ ልበይና ከዓ ክልተ ይኮነትን እያ ጸሎት ልበይና ከዓ ክልቲኤን ተሓባቢረን ክኾና ከለዋ ማለት ዒፍ ልዕል ኢላ ከም ትበርር ንሕና ከዓ ነብስና ልዕል ትብል ማለት እዩ ንሕና ከዓ ካብ ሓጢኣት ርሒቕና ነብስና ልዕል ትብል ማለት እዩ። ነብስና ትልምዕ ማለት እዩ እና ጾም ኣይትንዓቕዎ። ጾም በቃ ናይ ቁስል ናይ ነብሲ ናይ ስጋ እዚ መድሓኒት ስለዝኾነ ዝሙት መንፈስ እንፍተን በተለይ ማለት እዩ ናይ ዝሙት መንፈስ እንፍተን ኩሉ ግዜ ዝሓለፈ ቪድዮ ሰሪሐ ነይረ እና ጾምሲ ልትብል ማለት እዩ ጾምሲ ኣብ ውሽጢ ኣካላትና ለለዉ ኣብ ውሽጢ ኣካላትና ዘለዉ ኣርባዕተ ህዋሳት ኣርባዕተ ባህርያተ ናይ ስጋ ኣለዉና እዎዶ ንሓኣቶም ባህርያተ ናይ ሓመድ ኣሎ ባህርያተ ማይ ኣሎ ባህርያተ ሓዊ ኣሎ እዚኦም እዞም ኣርባዕተ እዚኦም ባህርያተ ንፋስም ኣሎ ማለት እዩ እዞም ኣርባዕተ እዚኦም ጠባያት ማለት እዩ ተስማዕሚዖም ክኸዱ ልገብር እዩ ማይ ከዓ እቲ ሓዊ ተየጥፍኦ እዩ ሓዊ ከዓ ልቲ ማይ ውዕዩ ወይ ከዓ ኩሉ ነገር ገይሩ ክጋርር እዩ ሓቂ ነቲ ማይ እንድሕር ሓዊ ውዕዩ ኮይኑ ንስና ከዓ ክንሓር ኢና ንፋስ ከዓ ንፋሲ ሓመዲሲ ተስማዕሚዖም ክነብሩ ይክእሉ መቸስ እና እዞም ጠባያት እዚኦም ተስማዕሚዖም ክኾኑ ዝገብር እዩ ፆም ማለት እዩ ብጣዕሚ ዝገርም ነገር እዩ ናይ ፆም ለሎ ንሕና ኣይመስለናይ እምበይና ፆማይንን ዓቃል ዓብዪ ልቃለሰልና ከዓ እምበ ኣይገርመኩም ኣብ ፆም እዩ ልቃለሰልና ፀላእ ሳያናያት ማለት እዩ ንኸይኑ ፆም ርእስናይ ንኸይንገዝእ ምሽ ኣቦና ኣዳምን ሄዋንን ዝወደቑ ሲ ናብዚ ምድሪ እዚ ሲ ሰኣን ርእሶም ምግዝኦም ይወደቕ ንሕና ከዓ ፆም ምስ ልፆምናሉ ግዜ ርእስና ንገዝእ ኢና ማለት እዩ። ርእስና እንድሕር ንገዝእ ኮይንና ካብቱ ንከተማ ዝገዝእ ሲ ርእሱ ዝገዝእ ይበልፅ ይብል ጥበበኛ ሰሎሞን እና ንሕና ከዓ ርእስና ክንገዝእ እዩ ዝሕግዘና። ርእስና ገዚእና ማለት ደሞ ካብ ዘይድለይ ነገራት ቦታታት ለኣና ዘይምጥን ነገር ኣይንርከብ እዩ ማለት እዩ ለምሳሌ ለኣና ለይምጥነ ነገር ክብርና ለውርደና ነገር ታይተልና ዝሙት እዩ ማለት እዩ ኣብ ዘየድልየካ ቦታ ምርካብ ማለት እዩ ዝሙት ንዓና ካብ ክብረ ንፅህናና ለውርደና እዩ ማለት እዩ ድሕር እዚኦም ለውርድና ኮይኑ ፆም ተፀይምና ዋላ እኳ እንተተቓለሰና ኣይንወድቕን ኢና ማለት እዩ። ስለዚ ጾም ኣርብዓ ብደንቢ ጌርና ክንጾም ኣለና ማለት እዩ። ናይ ዝሙት መንፈስ ልቃለሰና ማለት እዩ። ኣብ ውሽጥና ክፉኣት ሓሳባት ልመላለሱና ማለት እዩ። ብዙ ኢና ክንስዕሮ ክፉኣት ሓሳባት በተለይ ልመላለሱና ተኮይኖም ጸጥ ይልብል ማለት እዩ። ከም ለይነበረ ማለት እዩ። በተለይ ክንሰግድ ከለና በተለይ ክንጽሊ ከለና በቃ ተሓባቢሮም እዚኣቶም ክኾኑ ከለው ንዓና ዕረፍቲ እዩ ዝስምዐና እፎይ ኢና ንብል ማለት እዩ ብሕልፊ ኣብ ስዑዲ ዓረብ ኮይና እንጨናነቕ ስኢሉ ዕፍዑፍ ኢሉለና ህውኽ ህውኽ ንብል ፆም ኣርብዓ ንፆም ክልተ ወርሒ እኒ ማለት እዩ ክልተ ወርሒ እዘን ክልተ ወርሒ እዚአን ይመስለና ይኸውን ማለት እዩ ካብዚ ፃባን ምናምን ንክልከሎ ምናምን ይመስለና ባዕሉ ትእዛዝ ናይ እግዚኣብሄር ምኽባር ሲ ዕረፍቲ ኣለዎ ማለት እዩ ባዕሉ እቲ እግዚኣብሄር ኣምላኽ ዝኣዘዘና ነገር ክንገብረ ከለና ሲ ብዘይ ምክንያት ኣይኮነን ዝህበና ማለት እዩ እውነት ብጣዕሚ ኢና ዕድለኛታት ኣብ ከምዚ ዓይነት ንምሃር በተለይ ኣሕዋተይ መንፈሳዊ ከምዚ ዓይነት ንምሃር ማለት እዩ ብጣዕሚ ዕድለኛታት ናይ ፆም ተረዲእና ንፆም ተኮይና ብጣዕሚ ኢና ዕድለኛታት በቃ ሂወት'ዚ ሓደ ኣራንሽስ ጣዕሙ ከመይ እዩ ተልካይስ ልጣዕሙ ብቻ እዩ ልፈልጦ ማለት እዩ ጾም ከመይ እዩ ጣዕሙ መንፈሳዊ ሂወት ከመይ እዩ ጣዕሙ ተልካሲ ልጣዕሙ እዩ ብቻ ልፈልጦ ማለት እዩ እና መቐረት ኣሎ ኣይትናዓቕዎ ጾሙ በቃ ወላ መንፈሳዊ ኣይንኹን በቃ ንጹም ንጹም ጽኢልና ማለት እዩ ካብኡ ዕረፍቲ ናይ ነብስን ዕረፍቲ ናይ ስጋን ክንረክብ ኢና ማለት እዩ እሺ እታ ካልኣይቲ ጾምና ረሞዳን ብኸመይ ኢና ነካይዶ? ጾም ከከም ስርዓተ ቤተ ክርስቲያን ዝሰርዐትልና እኮ ሕጊ እኳ እንተሃለየ ግን ሓደ ጀማሪ እንድሕር ኮይኑ ከምቲ ናይ ስርዓት ቤተ ክርስቲያን ክጾም ይኸብድ ይኾን እዩ ማለት እዩ ንሕና ግን ምስቲ ናይ ዳዓረብ ልለ ሮሞዳን ህዚ ምስ ብሓደ ስለ ዝኾነ ብኸመይ ኢና ንጾም ንኽእል ብቃል ሰብነትና ብለይጎድእ መጠኑ ምክንያቱ እንድሕር ሓሚምና ኮይናም ልልዕለና ኣካል የለይ ልልዕለና ሰብ የለይ ማለት እዩ ግን ብመጠን ኣባት ነብሲ ኣለና ብሰባት ምሳና ተማኺርና ኣባት ነብሲ ለይብልና ደሞ እሱ ኢልና ጾም በቃ ንኽንጅምር ተበግሶን የለና ደሞ ዓቕምና ማለት እዩ እግዚኣብሔር ኩሉ ነገር ይርኢ እዩ ዓቕምና ብቻ ንሕና ናብ እግዚኣብሔር ክንፅጋዕ ንድለ ማለት እዩ ተስፋ ብቐሊሉ እንቆርፅ ዘለና ካብ ጾም ናይ ጾም ህይወት ስለ ለይብልና ናይ ስግዳን ህይወት ስለ ለይብልና እዩ ካልእ ምንም የለይ ማለት እዩ ናይ ጾምና ናይ ጸሎት ናይ ስግዳን ህይወት ተለዮምና ኮይና በቃ ክምቅር መዓት እዩ ማለት እዩ ቃል ሰለዎ እዩ ብርግጥ ክትኣትዎ ከለካ ቀሊል ኣይኮነ ምውዳቅ ምትሳእ ኣሎ ማለት እዩ እና ከምኡ ጌርና ምስ ናይ ሮሞዳን ልልና ኣማዕራሪና ተንኸይድ ኣማራሪና ጾም ተንጾም ናይ ባዕልትና ማለት እዩ በቃ ሰላምና ክንሕሊ ማለት እዩ ሰላምና ክንእውጅ እንተኮይንና ናይ ሰላም ወደብ ታይቱ ተብሉ ጾም እዩ ካልእ የለይ ማለት እዩ ሓቀኛ ዕረፍቲ ዝርከብ ብጾምና ጸሎት እዩ ማለት እዩ ቅዱስ ዮሃንስ ኣፈወርቅም ከምኡ ይብል እዚ ቅዱስ ኣቦና ሓቀኛ ሰላም ዝርከብ ሲ ካብ ጓይላን ካብ ዳንኬራን ኣይኮነን ሓቀኛ ሰላም ዝርከብስ ካብ ጾምና ጸሎት እዩ ይብልና ሓቀኛ ሰላም ክንረክብ እንተኾይንና ካብዚኦም ኣይንፈለ ብቻ ግን ኣብ ጾም ሓንቲ ፍረ ክነፍሪ እኒኤና ማለት እዩ ፍረ ለይብልና ክንወፅእ የብልና ቃ ሓንቲ ፍረ ክነፍሪ እኒኤና ላ ትኹረት ገርናሲ ክልተ ወርሒ ተሰሪሕና ኣለና ሓንቲ ማለት እዩ ሓንቲ እግዚኣብሔር ኣምላኽ ክድግፈና እንዳጸለና ካብኡ በቃ እንድሕር ብሰናይ ነገራት ኣሕሊፍናዮ ኮይንና ኣዒንትና ከኣ ካብቲ ሚድያ ንእሽቶን ርሕቕ እንዳበልና ርሕቕ እንድሕር ኢልና ካብቲ ሚድያታት ማለት እዩ ኣዒንትና ካሊእ ክፍትሽ እዩ ዝደሊ ቅዱሳን መፅሓፍቲ ትምህርቲ ምድማፅ ማለት እዩ በተለይ ንሕናሲ እዞም ዓበይቲ ኣውፅኦም ዘለዋ ሰናብትስ ብስሩ ድንግርግር ንላና ክኾነ ክህልዋ ይኾነ ዋላ ሳተን ታይታየ ንበልባል ናይ ነስ ኣእምሮናስ ብኡ ንፅመዶ ማለት እዩ። ንምሳሌ ዘወረደ መጀመርያ ዘሎ ወቅትታት ዘወረደ ቅድስት፣ ምኩራብ፣ ደብረ ዘይት፣ መፃጉእ፣ ሆሳእና ላለ ልኸለሎ ማለት እዩ። እዚኣ ተንተነ ሰናብቲ ለለዋ ኳሲ ታይ ታይ ታይ ልግበረን እየን እባ ኢልናስ እታይ ከእየን ትርጉሞን እባ ኢልናስ ዋላላ ተረዳእናየን ተንቕኒ ክስካብ እዚ ፆመር በዓል ኣሎ ብቃ ለይድገም ኢላናሲ ለይድገም እዩ በተለይ ስደት ነለና ብጣዕሚ ክንጥቀመሉ እኒኤና እቲ ሓደ ሓደ ትምህርትታት ምናምን ማለት እዩ ብጣዕሚ ክንጥቀመሉ እኒኤና እየ ዝብለኩም ኣሕዋተይ እና ክስካብ ብካሊእ እንራኸብ ደሞ ትጠቕመኩም እያ ኢለ ስለዝሓሰብኩ እየ ንኣሕዋትኩም ሸር በልሎም ኢኹም ብካሊእ ትሕዝቶ ክስካብ ንራኸብ ግን ሰላም እግዚኣብሔር ኣምላኽ ምስ ኩላትና ይኹን ሰሰናዩ ኣሕዋተይ።